እታ ዋና ፀላእትና ዝፀልእዋ እዚኣ ስለዝኾነት ህዝብን ውድብ ህወሓትን ሰራዊትን ተቓሊስና ከምንዕወት ተሳዒርና ከምዘይንፈልጥ ፀላእትና ረብሪቦም ረብሪቦም ረብሪቦም ባዕሎም ከም ጨው ከምዝሓቁ ምቹው ግዜ እንዳመረፅና ከምንስዕሮም ትግራዋይ ግን ከምዝስዕር እምበር ከምዝሰዓር ኣይፈልጥን።
ትግራዋይ ከም ዝስዕር እምበር ከም ዝሰዓር ኣይፈልጥን። ጀነራል ኣብርሃ ተስፋይ ድንኩል ድሕሪ ነዊሕ እዋን ኣብ እዋናዊ ጉዳይ ትግራይ ኣመልኪቱ መብርሂ ሂቡ። እቲ ኣብ መኸተ ቃልሲ ህዝቢ ትግራይ ሓደ ካብቶም ኣዝዮም ግኑናት ዝነበሩ ወታደራውያን ኮማንደራት ትግራይ ሓደ ዝነበረ ጀነራል ንነዊሕ እዋን ድምፁ ከይተሰምዐ እዩ ፀኒሑ። እንተኾነ ሎሚ ምስ ነበርቲ ተምቤን ወረዳ ጣንቋ ምላሽ ኣብ ዝነበረ መድረኽ ብዙሓት ነጥብታት ተልዒሉ ኣሎ። ንሕና እውን ድንኩል ነቲ ብዝርዝር ዘዋግዑ ሓሳብ ሓደ ብሓደ እናልዐልና ናባኻትኩም ክነቕርብ ኢና፣ ሓቢርኩምና ፅንሑ። ኣቐዲምና ግን እዋናዊ ሓበሬታታት ንምርካብ ንቻናልና ታርጌት ሚድያ። ሳብስክራይብ ምግባር ኣይትረስዑ ኢልና ክነዘኻኽረኩም ንፈቱ። ድንኩር እንታይ በለ? ትግራይን ህዝቢ ትግራይን ብሰንኪ ግቡእ ወታደራዊ ምድላው መሪሕነት ዘሎ ኣካል ዘይምግባሩ ክባር ዋጋ ከፊልና ኢና ዝበለ ዋና ኣዛዚ ኣርሚ ኣርብዓን ክልተን ብርጋዴር ጀነራል ኣብርሃ ተስፋይ ድንኩል ካብ ዝሓለፈ ስሕተትና ተማሂርና ነቲ ዝመፅእ ዝኽእል ሓደጋ ድሉዋት ክንኮን ይግባእ ዝብል ነጥቢ የልዕል። እቲ ጀነራል ኣብ መደርኡ እቲ ሕዚ ዘሎ መሪሕነት ብዝፈጥሮ ዝኾነ ይኹን ዓይነት ስሕተት ህላው ህዝቢ ትግራይ ኣብ ሓደጋ ክወድቕ ስለ ዝኽእል ነቲ ዝመጽእ ነገር ተጠያቒ ምዃኑ ሓሲቡ ስራሕትታቱ ክዓምም እውን ኣዘኻኺሩ ሓሊፉ ኣሎ። ብሰንኪ ዘይምድላውና ዘኽፈለና ከቢድ መስዋእቲ ዝርሳዕ ኣይኮነን። ነዚ ሕዚ ዘለናሉ መድረኽ ክለዓል ተሎ መበገሲኦም እዚ እዩ። ምክንያቱ ሎሚ ከ እንታይ ክነመኽኒ ቅድሚ ሕዚ መንግስትና እዩ ንብሎ ሓይሊ ስለ ዝውዕልና ክንገብር ኣይንኽእልን። ሕዚ እንተደቂስና ግን ተጠየቕቲ ኢና፣ ተሓተትቲ ኢና ማለት እዩ። ፀላእቲ ህዝቢ ትግራይ ኣብቲ ዋና ናይ መኸተ ቃልሲ ብልሒ ጫፍ ዝኾነ ሓይሊ ይረባረቡ ኣለዉ ዝበለ ጀነራል ኣብርሃ ተስፋይ ድንኩል ስለዝኾነ እውን ተጋዳላይን ሕምብርቲ ምንቅስቃስ ቃልሲ ህዝቢ ትግራይን ኣብ ዝኾነ ተምቤን መሰረት ገይሮም ሰፊሕ ወፍሪ ፀለመ ይሰርሑ ኣለዉ ዝብል ነጥቢ እውን የልዕል።

ኣበይ ተሸጒጥና እዩ ነብስና ነድሕን ኢሎም ስለ ዝሓስቡ ተስፋ ዝቖረጹ፣ ብዛዕባ ህዝቢ ዘይሓስቡ፣ መስዋእቲ ክንከፍል ኢና ኢሎም ሓንቲ መዓልቲ እውን ሓሲቦም ዘይፈልጡ ስለ ዝኾነ እቶም ከዳዓት ምኽድዖም ብትሩኸ ይገርመና። ሓዱሽ ኣይኮነን። ህዝቢ ትግራይ ሙሉእ መዋእሉ ኣንፃር ህላውኡ ንዝተሰለፉ ሓይልታት ንምምካት ክባር ዋጋ እናኸፈለ መፂኡ እዩ ዝበለ ጀነራል ኣብርሃ ተስፋይ ድንኩል፣ እቶም ቀደም ዝነበሩ ፀላእቲ እዮም ሕዚ እውን ዘለዉ፣ ኣብዚ ከምዚ ዝመሰለ መድረኽ ግን ወትሩ ህዝቢ ትግራይ ሰዓሩ እዩ ዝብል ነጥቢ ድማ ኣልዒሉ። እቲ ጀነራል ኩሉ ቃልሲ ዘልዓለ ኣይዕወትን ዝብል ነጥቢ ዝመዘዘ ኮይኑ፣ ምስጢር ዓወት ብፅንዓት ምቅላስ ምዃኑ ድማ ኣብሪሁ ሓሊፉ።
እቲ ደጋጊሙ በብክፍለ ዘመኑ ዝለዓል ህዝቢ ትግራይ ናይ ምጥፋእ ከም ዘርኢ እቶም ጥንታውያን ፀላእትና እዮም። ቀደም እውን ከምኡ ከም ዝነበረ ይነግሩና እዮም። ኣብ ትሕቲ ቃልሲ እውን ከምኡ ከም ዝነበረ ንፈልጦ ኢና። ኣብዚ ከም ዝበለ መድረኽ ኩሉ ሻዕ ህዝቢ ትግራይ እንዳሰዓረ ስለ ዝወፅእ ናይ ባዕሉ ታሪክ ስለ ዝኾነ ገሊኡ ህዝቢ እናሰዓረ ይወፅእን ኣይዕወትን ካብኡ ተስፋ ይቆርጽ ኩልሻዕ ትረኣዮ እታ ጀሚሩስ ምግዳፉ ዘይዕወት ምዃኑ ስለ ዝፈልጥ ነቲ ህዝቡ መልእኽ ተሕሊፍሉ ዝኸድ እዚ ምስዓር ማለትስ ዓብዪ ጎ ምጉታት ኢሎም ከይዶም እዮም ኢሃፓ ንደርጊ ምስዓር ማለት ኢሎም እቲ ዘሕለፉሎም ከምቲ ናይ ትግራዋይ ኣይኮነን።
ትግራዋይ ከም ዝስዕር እምበር ከም ዝሰዓር ኣይፈልጥን ዝበለ ብርጋዴር ጀነራል ኣብርሃ ተስፋይ ድንኩል እዚ መንፈስ ኣይግዛእን በሃላይነት ኣብ ልቢ ኩሉ ህዝቢ ትግራዋይ ስለ ዘሎ ድማ እዚ ህዝቢ ፈፂሙ ኣይሰዓረን ተሳዒሩ እውን ኣይፈልጥን ክብል ይገልፅ። ብርጋዴር ጀነራል ኣብርሃ ተስፋይ ድንኩል ሕዚ ካብታ ኣቲናዮ ዘለና ኣጸጋሚ ኩነታት ንምውጻእ ህዝብን ሰራዊትን ሓደ ምዃን እዩ ዘድልየና ዝብል ነጥቢ ድማ ኣልዒሉ። ከም ዝስዕር እምበር ከም ዝሰዓር ኣይፈልጥን ብታሪኹ ኩልና ተቓለስቲ ንኹን ኣብ ገዛና ዘለና ንኹን እንፈልጦ ተቓሊስና ከም ንዕወት ተሳዒርና ከም ዘይንፈልጥ ጸላእትና ረብሪቦም ረብሪቦም ረብሪቦም ባዕሎም ከም ጨው ከም ዝሓቁ ባዕሎም ከም ዝፈርሱ ንሕና እውን ምቹው ግዜ እንዳመረፅና ከም ንስዕሮምን ከም ንዕወትን ኢና ንፈልጥ ሕዚ እውን እቲ ዘለና መማረፂ እንታይ እዩ እንተይልና ህዝብን ሰራዊትን ሓደ ምዃን ህዝቢ፣ ሰራዊት፣ ውድብ ህወሓትን ጊዚያዊ ምምሕዳርን ሓደ እንተኾይኖም ፀላእቲ ህዝቢ ትግራይ ካብ ብገንኦም ተስፋ ቆርፂኦም ንትግራይ ንምድፋር ዝነበሮም ሓሳብ እውን ክገድፍዎ እዮም ዝብል ነጥቢ ዝበልዐለ እቲ ጀነራል፣ ሓድነት ሃልዩና ከም ህዝቢ ተሰጣጢምና ናብ መስመርና ክንኣቱ ይግባእ ዝብል ነጥቢ የልዕል እቲ ብርጋዴር ጀነራል ኣብ መደርኡ። ህዝብን ሰራዊትን ሓደ ምስ ዝኸውን ጥንካረ እዚ ብሄር እውን ብእኡ መጠን ምዃኑ ድማ ገሊፅዎ ሓሊፉ። እታ ዋና ፀላእትና ዝፀልእዋ እዚኣ ስለዝኾነት ህዝብን ውድብ ህወሓትን ሰራዊትን እቲ ግዝያዊ ምምሕዳርን ሓደ እንተኾይኑ መእተዊ ስለዘይብሎም ገና እናሃለወ ተስፋ ስለዝቖርፁ ክሰዓር እዩ። ኣብ መወዳእታ ብርግያዴር ጀነራል ኣብርሃ ተስፋይ ድንኩል መሬትና ከይተመለሰ፣ ዝተማዛበለ ህዝብና ናብ መረበቱ ከይኣተወ ፈጺሙ መኸተ ቃልስና ኣይዛዘምን ዝብል ነጥቢ ዘልዓለ ኮይኑ፣ ሓድነትና እዩ ምስጢር ጥንካረና፣ ስለዝኾነ እውን ሓደ ኮይንና ሉኣላዊ ግዝኣት መሬትና ክነምልስ ኣለና ዝብል ነጥቢ የልዕል። ብዝተኽኣለ መንገዲ ብሰላማዊ ኣገባብ መሬትና ንምምላስ ክንሰርሕ ኢና ዝበለ ብርጋዴር ጀነራል ኣብርሃ ተስፋይ ድንኩል፣ ካሊእ መማረፂ ክንወስድ እንተኾይንና እውን ምስ ህዝብና መኺርና ዘለውና ፀገማት ኣሊና ክኸውን ከምዘለዎ ብምግላፅ ሓሊፉ። ከም ህዝቢ
ካብ ኩለን ክልላት መሰሉ ዝተግሃሰ ባዕሉ ናይ ባዕሉ ምምሕዳር መሰሉ ዝተጋህሰ፣ ግዝኣቱ ዝተሓደገ፣ ኣብቲ ዝተሓደገ ግዝኣት ዘለው ነፃ ዘይወፅ ህዝቢ ኣለውና እዩ። ነፃ ዘይወፀ ግዝኣት ኣለና፣ ነፃ ዘይወፀ ህዝቢ ኣለና። ገዝኦም ተሓዲጎም፣ ሕርሽኦም ተሓዲጎም ኣብዚ ኣብ ድንኳን ዝቕመጡ ተፈናቐልቲ ኣለውና። ናብ መረበቶም ክምለሱ ኣለዎም። ግዝኣትና ናብ መረበቱ ክምለስ ኣለዎ። ነፃ ዘይወፀ ህዝብና ነፃ ክወፅእ ኣለዎ እታ ስምምዕ ሰላም ብሕገ መንግስቲ መሰረት እዚኣ ንምምፃእ እያ ብሰላማዊ መንገዲ ንግበራ ቀደም እውን ከይንፈቱን ኣይንደልን ብሰላማዊ መንገዲ ንመልሳ ትቁረስ ግዛኣት የላን ኣብ ቴንዳ ዝነብር ዝተፈናቐለ ህዝቢ ክህልወና የብሉን ነፃ ዘይወፀ ህዝቢ ክህልወና የብሉን ነፃ ክነውፅኦ ኢና ቀድማ እምበኣርከስ ፍትዋት ተኸታተልቲ ምድላዋት ታርጌት ሚድያ ንሎሚ ሓሳብ እቲ ንነዊሕ እዋን ካብ ሚድያ ጠፊኡ ዝፀንሐ ብርጋዴር ጀነራል ኣብርሃ ተስፋይ ድንኩል ብኸምዚ መልክዑ ናባኻትኩም ኣቕሪብና። ሰላም።